ሰላም ከመይ ትፀንሑ ክቡራት ተኸታተልትና፣ እዚ ባይቶና ሚድያ እዩ። ነዚ ሰዓት ዝሓረናዮም ሓደሽቲ ዜናታት ሒዝና መፅና ኣለና። እዋናዊ ዝኾኑ ዜናታትና ብእዋኑ ንኽበፅሐኩም ሓደሽቲ ዝኾንኩም ሳብስክራይብ ምግባር ኣይትረስዑ፣ ሼር ላይክ ብምግባር እውን ክተተባብዑና ብኽብሪ ንዕድም። ምቁራፅ ኔትወርክ ትግራይ ዝምልከት ዝወፀ ሓበሬታ፣ ዝተጀመረ ስጉምትን ህድማ ወረርቲ ምዕራብ ትግራይን፣ ኣብ ምዕራብ ትግራይ ዘሎ ምልሻ ኣቀባብላ ንሰራዊት ትግራይ፣ ኣብ ክልል ዓፋር ዝተጀመረ ስጉምትን ህድማ ሓይሊ ሓራ መሬትን። ሰራዊት ሱዳን ዶባት ኢትዮጵያ ይቆፃፀር ምህላዉ ዓማፂ ሓይሊ ዓፋር ዘመዝገቦ ዓወት ብዛዕባ ተወልደ ዕምበባ ሓድሽ ሓበሬታ ክቡራትን ክቡራትና ናይዚኦምን ናይ ካልኦትን ብርክት ዝበለ ምዕባለታትን ክነካፍለኩም ኢና ክትከታተሉና ብክብሮ ንዕድመኩም ስርዓት ብልጽግና ኦሮሞ ኣብቲ ጀኖሳይዳዊ ኩናት ትግራይ ኣብ ትግራይ ዝነበረ ሞባይል ኔትወርክ ይኹን መብራህቲ ኣቋሪጸምዎ ከም ዝነበረ ይፍለጥ። ብልፅግና ናብ ትግራይ ዝኣቲ ዝነበረ ኩሉ ዓይነት ቀረባት እንተቋረፆ እኳ መብራህትን ኔትወርክን ግን ክሳብ ሕጂ ከምዘየቋረፀ ይፍለጥ። ኣብይ ኣሕመድ ቀረብ ምግቢ፣ ነዳዲ፣ መድሓኒት ከልኪሉ እናሃለወ ኔትወርክ ዘይዓፀወሉ ምኽንያት ንህዝቢ ትግራይ ሓልዩ እንተይኮነስ ንረብሕኡ ኢሉ ከምዝኾነ ተንተንቲ ይገልፁ። ስርዓት ብልፅግና ኦሮሞ ኣብ ትግራይ ካብ ተራ ሰብ ክሳብ ላዕለዎት ሓለፍቲ ናይ ባዕሉ ኔትወርክ ከም ዝዘርግሐ እቶም ተንተንቲ ይገልፆም። ነዚ ስዒቡ ድማ ብልፅግና ኦሮሞ ካብ ትግራይ በብመዓልቱ ናይ ቪድዮን ናይ ድምፅን ሓበሬታ ከም ዝረክብን ኣብ ልዕሊ መራሕቲ ህወሓት ወፍሪ ንምክያድ ከም ዝጥቀመሉን ተገሊፆም። ስለዚ ድማ ብልፅግና ኣብ ትግራይ ዝግበር ዘሎ ምንቅስቓስ ንምቁፅፃር ኣብ ትግራይ ዘሎ ኔትወርክ ከም ዝጥቀም እናተሓበረ ይርከብ። ብልፅግና ኣብ ትግራይ ዘሎ ኔትወርክ ዘይጠቕሞ ምዃኑ እንተኣሚኑ ሓንቲ ለይቲ እውን ከም ዘይሕድሮን ብቕልጡፍ ከም ዝዓፅዎን እቶም ተንተንቲ እናገለፁ እንትኾኑ ኣብ ትግራይ ዘሎ ኔትወርክ ንምንቅስቓስ ህወሓትን ሰራዊት ትግራይን ይጎድኦም ከም ዘሎ እንዳተገለፀ እንትኸውን መንግስቲ ትግራይ ነቲ ኔትወርክ ንክዓፅዎ መፀዋዕታ እናቐረበ ይርከብ። ምሽጥራዊ ፍልፍላት ከም ዝሓበርዎ፣ ትግራይ ናይ ባዕላ ኔትወርክ ከም ዘዳለወትን ኣድላዪ ኣብ ዝኾነሉ ግዜ ሙልእ ብሙልእ ናይ ባዕላ ከም ትጥቀምን ተፈሊጡ። ማይ ቪውስ ኦን ኒውስ እትበሃል ሚድያ ግን ትግራይ ናይ ኤርትራ ኔትወርክ ንምጥቃም ህድላዋት ኣወዲኣ ከም ዘላ እናጸብጸበት ትርከብ። ትግራይ ናይ ባዕላ ኔትወርክ ድያ ክትጥቀም ወይ ድማ ናይ ኤርትራ ኔትወርክ? ክትጥቀም ዝብል ተወሳኺ ምፅራያት ዘድልዮኳ እንተኾነ ኣብ ትግራይ ዘሎ ኔትወርክ ብዝኾነ ይኹን መንገዲ ከምዘይቋረፅን ምድላዋት ከምዝተገበረን ግን ካብ እሙናት ፍልፍላት ዝተረኸበ ሓበሬታ የረድእ። ይኹን እምበር ብልፅግና ንረብሕኦ ክብል ኣብ ትግራይ ዘሎ ኔትወርክ ከምዘይዓፅዎን እቲ ኔትወርክ ክዓፅዎ እንተኽኢለ እውን ብመንግስቲ ትግራይ ክኸውን ከምዝኽእለን ፍልፍላት ይገልፁ። እዚ ከምዚ ኢለ እናሃለወ ኣብ ክልል ዓፋር ስጉምቲ ከም ዝተጀመረ ተሓቢሩ። ብልፅግና ኦሮሞ ትግራይ ሕድሕዳ ንምብላዕ ኣብ ዓፋር ኣንፃር ህዝቢ ትግራይ ዝቃለስ ሓይሊ ከም ዘዳለወ ይፍለጥ። እዚ ሓይሊ ሓራ መሬት ወይ ድማ ሓይሊ ሰላም ትግራይ እናተብሃለ ዝፅዋዕ ሓይሊ ካብ ክልል ዓፋር እናተልዓለ ኣብ ልዕሊ ህዝቢ ትግራይን ሰራዊት ትግራይን ጉድኣት ከብፅሕ እንተፀንሐ እኳ ሕጂ ግን መጥቃዕቲ ከም ዝተኸፈተሉን ኣብ ህድማ ከም ዘሎን ተገሊፁ። ካብ ክልል ዓፋር ዝተረኸበ ሓበሬታ ከምዝገለፆ ኣብ ክልል ዓፋር ኣንፃር ስርዓት ብልፅግና ብረቱ ዘልዐለ ሓይሊ ኣብ ልዕሊ ሓይሊ ሓራ መሬት መጥቃዕቲ ከምዝጀመረ ተሓቢሩ። እቲ ኣብ ልዕሊ ሓይሊ ሓራ መሬት መጥቃዕቲ ዝጀመረ ሓይሊ ሰራዊት ግንባር ሓርነት ዓፋር ተባሂሉ ዝፅዋዕ እንትኸውን እዚ ሓይሊ ብመንግስቲ ኤርትራ ከምዝሕገዝ መራሕቲ ብልፅግና ክስታት ከቕርቡ ከምዝፀንሑ ይፍለጥ። ሕጂ ድማ እቲ ሓይሊ ኣብ ልዕሊ ተለኣኣኺ ብልጽግና ኦሮሞ ዝኾነ ሓይሊ ሓራ መሬት ስጎምቲ ምጅማሩ ስዒቡ ካብ ክልል ዓፋር ይሃድም ከም ዘሎ እናተጸብጸበ ይርከብ። ሓይሊ ሓራ መሬት ብፍላይ ብቶንሳን ኤርቢትን ኣብ ልዕሊ ሰራዊት ትግራይ ተደጋጋሚ መጥቃዕታት ብምፍጻም ናብ ትግራይ ጥሒሱ ንምእታው እንተፈተነ እኳ ዛጊድ ብኣንፈት ክልል ዓፋር ቁራስ ግዝኣት ትግራይ ክቆጻጸር ከም ዘይከኣለን ብዙሕ ኪሳራታት በጺሕዎ ንድሕሪት ክምለስ ከም ዝጸንሐን ተገሊጹ። ስለዚ ድማ ብኣንፈት ዓፋር ይኹን ብኣንፈት ሕሞራ ናብ ትግራይ ተጸጊዑ ዝነበረን ተደጋጋሚ መጥቃዕትታት ክፍጽም ዝጸንሐን ወራሪ ሓይሊ፣ ሰራዊት ብልጽግናን መሻርኽቱን ብሓይልታት ጽምዶ ይበታተኑ ከም ዘለዉ ተሓቢሩ። ሕጂ ዝተረኸበ ሓበሬታ ከም ዝገለጾ ምዕራብ ትግራይ ነጻ ንምውጻእ ስርሒት ምጅማሩ ስዒቡ ኣብ ምዕራብ ትግራይ ዝርከብ ምልሻ ምስ ሰራዊት ትግራይ ከተሓባበር መጸዋዕታ ከም ዝቐረበሉ ተፈሊጡ። እቲ ኣብ ምዕራብ ትግራይ ዝርከብ ዕጡቕ ሓይሊ ንዓመታት ካብ ሰራዊት ብልፅግና ትእዛዝ እናተቐበለ ኣብ ልዕሊ ነበርቲ ተጋሩ ምዕራብ ትግራይ ግፍዕታት ክፍፀም እኳ እንተፀንሐ ነቲ ዝገብሮ ዝነበረ ገበን ንምክሕሓስ ካብ መንግስቲ ትግራይ ይቅርታ ንኽግበረሉን ምስ ሰራዊት ትግራይ ሓቢሩ ክሰርሕን ንሰራዊት ትግራይ ኣቀባብላ ንኽግበረሉን ዕድል ከም ዝተውሃቦ ዝተረኸበ ምሽጥራዊ ሓበሬታ የረድእ። ፍልፍላት ከም ዝሓበርዎ መብዛሕቲ'ቲ ምልሻ ንብልጽግና ከም ዝቃወሞን ስርዓት ህወሓት ክምለስ ከም ዝደልን ተገሊጾ። ምልሻታት ምዕራብ ትግራይ ሰራዊት ብልጽግና ናብ ግንባራት ክስለፉ እንተኣዚዘም'ኳ ኣይንስለፍን ኢሎም ብዝፈጠርዎ ጎንጺ ልዕሊ ዕስራ እንትሞቱ ብዙሓት ድማ ከም ዝቖሰሉ ተፈሊጡ። ካብዚ ብተወሳኺ ብዙሓት ድማ ከም ዝሸፈቱን ከም ዝሃደሙን ካብ ምዕራብ ትግራይ ዝተረኸበ ሓበሬታ የረድእ። ስለዚ ድማ ኣብ ምዕራብ ትግራይ ዘሎ ህዝቢ ይኾን ኣብ ምዕራብ ትግራይ ዘሎ ምልሻ ብስርዓት ብልፅግና ከም ዝተማረረን ስርዓት ኢህወደግ ናፋቒ ከም ዝኾነ እንዳተገለፀ እንትኸውን ንሰራዊት ትግራይ ኣቀባብላ ንምግባር ምሽጥራዊ ብዝኾነ መንገዲ ምድላዋት እናገበረ ከም ዝርከብ ካብ ወተሃደራዊ ፍልፍላትና ዝተረኸበ ሓበሬታ የረድእ። እዚ ከምዚ ኢለ እናሃለወ ብጀነራል ኣልቡርሃን ዝምራሕ ሰራዊት ሱዳን ቀረብ መስመር ሰራዊት ህፁፅ ደገፍ ወሃቢ ሓይሊ ሱዳን ይዓፅዎ ከም ዘሎ ተሓቢሮም። ብጀነራል ሓምዳን ዳጋሎ ዝምራሕ ሰራዊት ህፁፅ ደገፍ ወሃቢ ሓይሊ ሱዳን ቃር ኣብ ዝረኸበሎ ብኢትዮጵያ ክልል ቤንሻንጉል ጉሙዝ ከምዝኾነ ዝፍለጥ እንትኸውን ሰራዊት ሱዳን ግዝኣት ብሉ ናይል ይቆፃፀራ ስለዘሎ ቀረብ ኣፅዋር ዓማፂ ሓይሊ ሱዳን ሙሉእ ይቋረፅ ከምዘሎ ተሓቢሮም። ሰራዊት ሱዳን መብዛሕቲኡ ግዝኣት ብሉ ናይል ዝተቆፃፀሮ እንትኸውን ሕጂ ድማ ኣብ መዋሰንታት ሱዳንን ኢትዮጵያ ቤንሻንጉል ጉሙዝን ዙርያ እትርከብ ኩርሙክ ከተማ ብኣየርን ብምድርን ዝተሓገዘ ጽዕጹዕ መጥቃዕቲ ይካየድ ከም ዘሎ ተፈሊጡ። ሓይልታት ጽምዶ ኣብ ክልል ቤሻንጉል ጎሙዝ ኣብ ልዕሊ ሰራዊት ብልጽግናን ሰራዊት ህጹጽ ደገፍ ወሃቢ ሓይሊ ሱዳንን መጥቃዕትታት እናካየደ ከም ዝርከቡን መኽዚን ኣጽዋር እውን ከም ዝመንዝዑን እንዳተጸብጸበ ይርከብ። ሕጂ ድማ ሰራዊት ሱዳን ዶብ ቤሻንጉል እናተቖጻጸሮ ስለ ዝርከብ፣ ሰራዊት ህጹጽ ደገፍ ወሃቢ ሓይሊ ሱዳን ጸሓዩ ትዓርብ ከም ዘላን ብጀነራል ኣልቡርሃን ዝምራሕ ሰራዊት ሱዳን ሙሉእ ዓወት ንምእዋጅ ከም ዝተቓረበን እንዳተገለጸ ይርከብ። እዚ ከምዚ ኢለ እናሃለወ ኮነሬል ተወልደ ዕንበባ ኣብ ትሕቲ ቁጽጽር ዝወዓለ እንትኸውን ምስኡ ርክብ ኣለዎም ተባሂሎም ዝተጠርጠሩ እውን ኣብ ትሕቲ ቁፅፅር ይውዕሉ ከምዘለዉ ተሓቢሩ። ሕጂ ዝተረኸበ ሓበሬታ ከምዝገለፆ የማናይ ኢድ ሓላፊ ወተሃደራዊ ስለያ ትግራይ ተወልደ ዕንበባ ዝነበረ ኣይተ ካሕሳ ኣፅበሃ ኣብ ወረዳ ጋንታ ኣፍሾም ጣብያ ጓሕ ጎት ብ 2013 ዓ ም ገበን ቅትለት ንፁሃን መሪሖ ብዝብል ጥርጡር ኮይኑ ከምዝቐረበ ተሓቢሩ። ከምኡ እውን ኣይተ ሻምበል ገብረኣብዝጊ ኣብ እስር ቤት ዘሎ ቀጥታዊ ትእዛዝ ብምሃብ ኢሰብኣዊ ብዝኾነ ኣግባብ ክቕተሉ ገይሩ ዝብል ክሲ ከም ዝቐረበሉ ተሓቢሩ ሕጂ ድማ መረዳእታ ብምስዋር መሰኻኽር ክሃድሙ ብምግባር ዘይተሓለለ ፃዕሪ ይገብር ከም ዘሎ ተገሊፁ። ንባዕሉ እውን ብላዕለዋይ መሪሕነት ወለዶ ትግራይ ኣይተ ሰለሙን ትኩእን ኣይተ ተስፋኣለም ይሕደጎን ፓስፖርት፣ ቪዛ ከምኡ'ውን ዘድሊ ሰነድ ተዳልዩሉ ንወጻኢ ክሃድም ምድላው ገይሮምሉ ከምዘለዉ ፍልፍላት ይሕብሩ። ይኹን እምበር እዚ ሓበሬታ ተወሳኺ ምጽራይ ከም ዘድልዮን ብመንግስቲ ትግራይ መረጋገጺ ከም ዘይተወሃበሉን ካብ ፍልፍላት ዝተረኸበ ሓበሬታ የረድእ። እምበኣርከስ ክቡራት ተኸታተልትና ዜናታት እዚ ዕለት እዚኦም ይመስሉ ነይሮም። ኣብ ጉዳይ ትግራይ፣ ኤርትራን ኢትዮጵያን ከምኡ እውን ህልወይ ምዕባለታት ቀርኒ ኣፍሪካ ብዝምልከት ትኩስ ምዕባለታት ንኸበፅሐኩም ሓደሽቲ ዝኾንኩም ሳብስክራይብ ምግባር ኣይትረስዑ፣ ሼር ላይክ ብምግባር እውን ከተተባብዕና ብኸብረ ንዕድም። ሓድሽ ዜና እንተልቀቕ ኖቲፊኬሽን ንክበፅሐኩም እውን እታ ናይ ደወል ምልክት ክሊክ ምግባር ኣይትረስዑ። ሰላም